ሰላም ከመይ ትጸንሑ ክቡራት ተኸታተልቲ ነዚ ሰዓት ዝሓረናዮም ሓጸርትን እዋናውን ዝበልናዮም ዜናታት

እዛ ዕለት ኣብ ኤርትራ ሓንቲ ካብተን ብቐዳምነት ዝኽበራ ሃገራዊ በዓላት እያ። ብምኽንያት ዕስራ ሰነ መዓልቲ ነጻነት ኤርትራ ድማ እምባሲ ቻይና ኣብ ኣስመራን እምባሲ ኤሜሪካን ቱርክን ንበዓል ዕስራ ሰነ መዓልቲ ነጻነት ኤርትራ ዮሃና ኢሎም ኣለዉ። ብኻልእ ዜናና ድማ ቀንዲ ዕላማ እስራኤል ኒኩለራዊ መደበራት ኢራን ንምዕናው ኣብ ማእኸል ኢራን ዝርከቡ ትሕቲ ባይታ ዩራንየም ዘፍሪ ናታንዝ ዝበሃል መደበር ኒኩለር ኢራን ደብዳብ እስራኤልን ዕንወት ከምዘጋጠመ እጀንሲ ዓለማዊ ምቁጽጻር ኣቶሚክ ጸዓት ይገልጽ። እቲ ካልእ ኢራን ኣብ ትሕቲ ባይታ ኮይና ኒኩለስ ተማዕብለሉ ተባሂሉ ዝእመን ፋርዶ እዩ። እንተኾነ ፋርዶ ኣዝዩ ዓሞቕቲ ቦታታት ብኸበድቲ ደራዕታት ዝተሃደመ ስለዝኾነ እስራኤል ዓጢቓቶ ዘላ ከበድቲ ብረታት ድርዒ ሰርሲሩ ዕንወት ከብጽሐሉ ኣይኽእልን እዩ። ንፈርዶም ከጥቅዕ ዝኽእል ቦምባ ኣሜሪካ ጥራሕ ዘለዋ ኮይና ንፈርዶም ምጥቃዕ ወይ ምዕናው ሓደጋ ከምዘለዎ እዩ ዝግለጽ። ኤጀንሲ ዓለምለኻዊ ምቁጽጻር ኣቶሚክ ጸዓት ንኒኩለሳዊ መደበራት ኢራን ዝግበር መጥቃዕቲ ኣዝዩ ዘሻቕል ከምዝኾነ እዩ ዝገልጽ። ብሰኑይ ዳይሬክተር ጀነራል ኤጀንሲ ዓለምለኻዊ ምቁጽጻር ኣቶሚክ ጸዓት ራፍኤል ገሬሲ፣ ኒዩክለሳዊ መደበራት ኢራን እንተተሃሪሙ ኣብ ህዝብን ከባብን ሳዕቤን ከኽትል ዘኽእል ጸጋታት ክፍኑ ተኽእሎታት ከም ዘሎ ኣጥንቂቑ። እንግሊዛዊ ፕሮፌሰር ብወገኑ፣ ዩራንየም ንምዕዳን ኣብ ዝኳዓተሉ፣ እቲ ዩራንየም ብኽልተ መልክዕ ዝርከብ ኰይኑ፣ እቲ ቴስዓን ትሽዓተን ነጥቢ ሰለስተ ዩራንየም ክልተ ሚእትን ሰላሳን ሸሞንተን እዩ። እቲ ዘይራንዮ ሸውዓተ ሚኢታዊት ከኣ ዩራንየም ክልተ ሚእቲ ሰላሳን ሓሙሽተን እዩ። እቲ ዩራንየም ብክልተ ሚእቲ ሰላሳን ሓሙሽተን ከኣ ኒኩለር መሳርሒ ትጠቅም ይብል። ኒኩለሳዊ ኣጽዋር ምምዕባል ማለት ብሓጺሩ ዩራንየም ክልተ ሚእቲ ሰላሳን ሓሙሽተን ምኽዕባት ማለት እዩ። እዚ ነቲ ዩራንየም ናብ ጋዝ ንምቕያር ኣብ ሓደ ማሽን ኣትዩ ኣዝዩ ብብርቱዕ ፍጥነት ብኽቢ ከም ዝኹለል ይግበር። ዩራንየም ክልተ ሚእቲ ሰላሳን ሸሞንተን ካብ ዩራንየም ክልተ ሚእቲ ሰላሳን ሓሙሽተን ስለ ዝኸብድ ከኣ ኣብቲ ክባዊ ፍጥነት ዩራንየም ክልተ ሚእቲ ሰላሳን ሓሙሽተን ምኽዕባት ማለት እዩ። ብኻሊእ ዜናና ድማ ግጭት ኢራን ን እስራኤል እናሓየለ ኣብ ዝኸደሉ ዘሎ እዋን ኣብ ኢራን ዝነብሩ ሰለማውያን ሰባት ካብቲ ደብዳብ ንምህዳም ተስፋ ኣብ ምቑራፅ ኩነታት ከም ዘለዉ እዩ ዝግለፅ። ካብዚኦም እቶም ካብ ዓዶም ብሰንኪ ኹናት ሃዲሞም ስራሕን ትምህርትን ክረኽቡ ናብ ዝተፈላለያ ሃገራት ፋሕ ዝበሉ ሱዳናውያን ዝርከብዎም ኮይኖም ርእይቶታቶም ድማ ኣብ ክልቲኡ ጫፍ ዝረገፀ እዩ። ኣሜሪካ ናብ መጥቃዕቲ እስራኤል ምጽንባራ ንምሉእ እቲ ዘባ ናብ ሲኦል ከም ዝቕይሮ ምኽትል ሚኒስተር ጉዳያት ወጻኢ ኢራን ንቢቢሲ ሓቢሩ። ፕሬዚደንት ኣሜሪካ ዶናልድ ትራምፕ ኣብዚ ጉዳይ እንተተሳቲፉ ድማ ወትሩ ናብ ዘይምልከቶ ኲናት ዝኣተወ ፕሬዚደንት ተባሂሉ ክዝከር እዩ ክብል ተዛሪቡ። ንሱ ተሳትፎ ኣሜሪካ እቲ ግጭት ናብ ዓዘቕቲ ከይቕይሮ መጥቃዕቲ ክቕጽልን ምቁራጽ ኣረሜንያዊ ግፍዕታት ከም ዘደናጉዮን ገሊጹ። ትማሊ ኣብ ደቡባዊ እስራኤል ዝርከብ ሆስፒታል ኮርሶ ኣብ እዋን መጥቃዕቲ ሚሳኤል ኢራን ድሕሪ ምውቅዑ እዩ እቲ ሚኒስተር ነዚ ርእይትኡ ዝሃበ። መባእታዊ ማዕኸናት ዜና ኢራን ነቲ መጥቃዕቲ ኣብ ጥቓ እቲ ሆስፒታል ዝርከቡ ወታደራዊ ቦታታት እምበር ነቲ መሳለጢ ዕላማ ዝገበረ ከምዘይኮነ ጸብጺበን። ሚኒስተር ጥዕና እስራኤል ኣብ ልዕሊ ማእከል ሕክምና ሰርኮ ብዝተፈጸመ መጥቃዕቲ ሰብዓን ሓደን ሰባት ከምዝሞቱ ሓቢሩ። እዚ ከምዚ'ሉ እንከሎ ወታደራዊ ሓይሊ እስራኤል ብዘይንጡፍ ሬክታር ከቢድ ማይ፣ ኣራክን መሳለጥያ ናታንዝን ሓዊሱ ኑክለራዊ ቦታታት ኢራን ዕላማ ከምዝገበረ ገሊጹ ኣሎ። ብኻሊእ ዜናና ድማ ኣብ መንጎ ሶማልያን ኢትዮጵያን ምፍጣጥ ተፈጢሩ ምህላዉ ኣብ ዝግለፀሉ ዘሎ እዋን በዚ ጉዳይ ተተሓሒዙ ሓደሽቲ ምዕባለታት ተኸሲቱ ዝርከብ ዘሎ ኮይኑ ላዕለዎት ሰበስልጣን ናይ መንግስቲ ኢሜሪካ ናይ ኢሜሪካ ላዕለዎት ወታደራዊ ሓለፍቲ ኣብ ጅቡቲ ናብ ሶማሊላንድ ብምቕናዕ ምስ ፕሬደንት ሃገር ዝርርብ ብምክያድ በርበራ ዝተባህለ ወደብ ናይ ሶማሊላንድ ናይ ስራሕ ምብፃሕ ድሕሪ ምክያዶም መራሕቲ ኣሜሪካ ንሶማሊላንድ ከም ሃገረ ፍልጦ ከምዝህብዋ ሰፋሕቲ ጸብጸባት ዝወጹ ዘለዉ ኮይኖም፣ ድሕሪ እዚ ኣጋጣምታቶም ሶማሊላንድ ምፍጣሩ፣ ካብ ፕሬደን ኤሜሪካ ዶናልድ ትራፕ ጀሚሩ፣ ሚኒስተር ጉዳያት ወጻኢ ናይታ ሃገር ማርኮ ሮብዮ እውን ርክባት ከም ዘካየደ ይፍለጥ። ተንተንቲ ፖለቲካ ቀርኒ ኣፍሪቃ ይገልጽዎ ከም ዘለዉ ኢትዮጵያ ብድሕሪት ብምዃን ሶማሊላንድ ከም ሃገር ኣፍልጦ ክትረክብ ድፍኢትን ጸዕርታት ተካይድ ከም ዘላ ዘርኢ ክስተታት እዩ ብምባል መንግስቲ ኢትዮጵያ እቲ ምስ ሶማሊላንድ ዘካየዶ ውዕላት ስምምዕን ኣባይታን ንምትግባር ፈተነታት የካይድ ከምዘሎ እዩ ኣብዚ ሓበሬታ ብሰፊሑ ዝግለጽ ዘሎ። ሎሚ ድማ ላዕለዋይ ኣዛዚ ሰራዊት ኢሜር ካብ ጅቡቲ ናብ ኢትዮጵያ ብምእታው ምስ ኣብዪ ሚስጢራዊ ርክባት የካይዱ ከምዘለዉ እዩ ዝግለጽ ዘሎ።
መንግስቲ ኤርትራ ኣብ ዝሓለፈ ዕስራን ሓደን ዓመታት ኣስታት ሽዱሽተ ቢልዮን ናቕፋ ደበስ ንስድራ ስዉኣት ከም ዝኸፈለ ወግዓዊ ሰነዳት ሚኒስትሪ ዕዮን ማሕበራዊ ድሕነትን የነጽር። ወኪል ሪና ዳንኤል ወልዱ ብመልክዕ ጸብጻብ ዘዳሎ ትሕዝቶ ኣሎ ኣድብ ዓብዱ ከቕርቦ እዩ።
መንግስቲ ኤርትራ ኣስታት ሽዱሽተ ቢልዮን ናቕፋ ደበስ ንስድራ ስውኣት ከም ዝኸፈለ ሚኒስትሪ ዕዮን ማሕበራዊ ድሕነትን ሓቢሩ። ኣብቲ ሚኒስትሪ ዳይሬክተር ጨንፈር ድሕነት ስድራ ስውኣት ኣቶ ዘርኣይ ተኽለኣብ ኣብ ዝሃቦ ሓበሬታ፣ ስድራ ስውኣት ብመነባብሮ ንኸይጽገሙ መንግስቲ መስርሕ ምኽፋል ደበስ ኣብ ሽሕን ትሽዓተ ሚእትን ስሳዕን ሓሙሽተን ከም ዝጀመሮ ኣብቲ እዋን'ቲ ድማ ንነፍሲ ወከፍ ስዉእ ዓሰርተ ሽሕ ብር ብጥቕሉል ከም ዝኸፈለ ኣረዲኡ። ሽግር ስድራ ስውኣት ቀጻልነት ብዘለዎ ኣገባብ ንምፍታሕ ኣዋጅ ደበስ ስድራ ስውኣት ቁጽሪ ሚእትን ሰላሳን ሸውዓተን ንዝባር ክልተ ሽሕን ሰለስተን ድሕሪ ምውጽኡ ድማ ካብ ወርሒ ጥሪ ክልተ ሽሕን ኣርባዕተን ወርሓዊ ነፍሲ ወከፍ ስዉእ ሓሙሽተ ሚእቲ ናቕፋ ብስሩዕ እናኸፈለ ይቕጽሎ ከምዘሎ ገሊጹ። ዓመታውን ደበስ ዝኽፈል ባጀት ሰለስተ ሚእቲ ሚልዮን ናቕፋ ከምዝበጽሕ ዝሓበረ ኣቶ ዘርኣይ፣ ሎሚ ዓመት ናይቲ ቀዳማይ ርብዒ ዓመት ሰብዓን ሓሙሽተን ሚልዮን ናብ ከፈልቲ ኣካላት ከምእተሰጋገረ እቲ ናይ ካልኣይ ርብዒ ዓመት ከኣ ኣብ መስርሕ ምስግጋር ከም ዝርከብ ኣብሪሁ። ብዘይካዚ ስድራ ስውኣት ነፍሰን ዝኽእላሉ ዓውዲ ብምልላይ ብዓይነት ናይ ምጥያሰን መደባት ከም እተኣታተወ፣ በዚ መደብ እዚ ድማ ብርክት ዝበላ ስድራቤታት ብጥሪትን ንኣሽቱ ንግዳዊ ንጥፈታትን ከም እተጣየሳን ሞያዊ ስልጠናታት ከም ዝቐሰማን ኣረዲኡ። ኣብ ውሽጢ ሃገርን ወጻእን ዝነብሩ ዜጋታት ንዝገብርዎ ኣበርክቶ ኣመልኪቱ ድማ፣ ኣብ ወጻኢ ዝቕመጡ ዜጋታት ሓደ ዜጋ ብግዝያውነት ንኽልተ ዓመት ሸውዓተ ሚእትን ዕስራን ዶላር ኣሜሪካ ናይ ምኽፋል ተበግሶ ከምዝወስዱ ብቐዋምነት ዝሕዙ ድማ ኣብ ርእሲቲ ዝኽፈል ገንዘብ ተወሳኺ ሓገዛት እናገበሩ እቲ ናብዮት ቀጻሊ ከምዝኾነ ኣረዲኡ። ኣብ ውሽጢ ሃገር ዝርከቡ ዜጋታት እውን ናብ ምንባይ ስድራ ስውኣት ኣበርክቶ ይገብሩ ከምዘለዉ ዝሓበረ ኣቶ ዘርኣይ፣ ኣብ ፈለማ ውሑዳት ሰብ ጸጋ ጥራይ ተሓጺሩ ዝነበረ ኣብዚ እዋን እዚ ተመሃሮ፣ ሰራሕተኛታት መንግስትን ግንባርን ተጸንቢሮሞ ከምዘለዉ ሓቢሩ።
መነቅነቂ ጊዜው አሁን ነው በሚል ለብዙ ሀገራት የተቀጠሩ ወንድሞቻችን አሉ። የኢትዮጵያን ናሽናል ኢንትረስት የኢትዮጵያን ናሽናል ደህንነት ከመጠበቅ ይልቅ ለሌላ አገር መቆም የመረጡ ሰዎች አሉ።

እያየነው ነው እናየዋለን እና እናንተም እኔም ለሰላም ቅድሚያ እንስጥ። የባህር በር ጉዳይ ፖለቲካ አናርገው። ይሄ አጀንዳ አይደለም፣ የህልውና ጉዳይ ነው። ኤግዚስት ማድረግ አንችልም።
ብጀነራል ዓብደልፈታሕ ኣልቡርሃን ትምራሕ ላእላዊት ቤት ምኽሪ ሱዳን፣ ኤርትራውያን ካብ ኳርቱም ብቕልጡፍ ክወጹ ከምዝኣዘዘ ተገሊጹ። ብጀነራል ዓብደልፈታሕ ኣልቡርሃን ዝምራሕ ላእላዊት ቤት ምኽሪ ሱዳን፣ ኣብ ከተማታት ካርቱም ዝርከቡ ኩሎም ኤርትራውያን ንኽወጹ ትእዛዝ ከምዘመሓላለፈ ኣብታ ሃገር ዝርከቡ ምንጭታትን ሬድዮ ኤረናን ኣረጋጊጾም። ቻይና ኣብ ከባቢ ጃፓን ተካይዶ ዘላ ወታደራዊ ልምምድ ንቶክዮ ኣቑጢዑ። እቲ ቤይጂንግ ተካይዶ ዘላ ልምምድ ሓይሊ ባሕሪ፣ ዣንዶኒግን ሊዮንግዶኒግን ዝበሃሉ ክልተ ነፈርቲ ውግእ ዝጸዕና ዓርሞሸሽ መራኽብ ኲናት ዘሳተፈ እዩ። በቲ ሓደገኛ ክትብል ዝገለጸቶ ልምምድ ወታደራዊ ምንቅስቓስ ዝሰግእት ጃፓን ተቓውሞኣ ብወግዒ ገሊጻ'ላ። ብኻሊእ ዜናና ድማ ርዋንዳን ዲሞክራሲያዊት ሪፐብሊክ ኮንጎን እቶም መንጎኣን ዘሎ ግጭት ደው ከብላ ተስማዕሚዐን። እቲ ብመንጎኝነት ኤሜሪካን ቀጠርን ዝተበጽሐ ስምምዕ ሰላም ሎሚ ኣብ ዋሽንግተን ብወግዒ ክፈራረሙ ትጽቢት ከምዝግበረሉ ተገሊጹ። ኣብ ናይጀርያ መትሓዚ ጡብ ዘይገበራ ተምሃሮ ክስጎጓ ዝወሰነ ዩኒቨርሲቲ ቁጠዐ ፈጢሩ። ተምሃሮ ናይታ ደቡባዊ ምዕራብ ዝርከቡ ዩኒቨርሲቲ ተምሃሮ ንፈተና ናብ ክፍሊ ቅድሚ ምእታወን ብመምህራን ክፍተሻ ዘርኢ ቪድዮ ድሕሪ ምውጽኡ ኣብታ ሃገር ሰፊሕ ተቓውሞታት ተሰሚዑ። ብኻሊእ ዜናና ድማ መራሒ ኦርቶዶክሳዊት ቤተ ክርስትያን ኣርመንያ ቆልዓ ከም ዝወለዱ ይንገር ኣሎ። ቀዳማይ ሚኒሰርቲ ሃገር ኒኮል ፓሺንያ ከም ዝበሎ እቶም ላዕለዋይ መራሒ ኣፓቶሊክ ቤተ ክርስትያን ዝኾኑ ካቶሊካዊት ከርከር መበር ካልኣይ ፈላሲ እንከለዉ ቆልዓ ዝወለድዎ ብምህላዉ ካብ መንበረ ስልጣኖም ክወርዱ ጸዊዑ። መግለጺ ናይቲ ቀዳማይ ሚኒሰር ንብዙሓት ኣሰንቢዱን ኣገሪሙን ኣሎ። እታ ቤተ ክርስትያን ዛጊድነት ትኽሲ ግብረ መልሲ ኣይሃበትን ዘላ። ሓደ ልዕሊ ክልተ ሚእትን ሓምሳን ሚልዮን ዶላር ዝበጽሖ ሰብ ከምዝተፈለጠ ኣካያዲ ስራሕ ሎተሪ ዝኾነ ትካል ሓቢሩ። ሃገራዊ ሎተሪ ኣየርላንድ ከምዝበሎ፣ እቲ ስሙ ዘይተገለጸ ዘሎ ዕድለኛ ሰብ ክልተ ሚእትን ሓምሳን ዩሮ ተዓዊቱ ዘሎ። እተን ዕዉታት ቁጽሪ ሎተሪ ሊምኒስ ድማ ዓሰርተ ሰለስተ፣ ዕስራን ክልተን፣ ዕስራን ሰለስተን፣ ኣርባዓን ኣርባዕተን፣ ኣርባዓን ትሽዓተን፣ ሰለስተ ኤንድ ሓሙሽተን ምዃነን እቲ ትካል ጠቒሱ ኣሎ ንኹልኹም ንብለኩም ክብል ገሊጹ። ዝኸበርኩምን ዝኸበርክን ተኸታተልትና ንሳዕ ዝሓዝናዮም ሓበሬታታት ነቶም ክትከታተልዎም ዝጸናሕኩም ይመስሉ ኔሮም። ኣብዚ ቀጽሉ ብካልኦት ሓበሬታታት ክሳብ ንራከብ ሰላም ናተመነና በብዘለኩሞ ሰላም ንዓኩም ይኩን ሰላም።